ሰላም ወሰናይ ክቡራት ተኸታተልትና ናብ ካናልና ፍቕሪ ምስ ኩሉ እንኳዕ ብሰላም መጻእኩም ሎም መዓንቲ ሒዝናልኩም መጺና ዘለና መደብ ብዛዕባ እቲ ጽባሕ ኣብ መላእ ጀርመን ዝመሓላለፍ ሓበሬታ ናይ ድምፂ መጠንቀቕታ እዩ ሰናይ ምክትታል ንምነየልኩም ኣብ ጀርመን ጽባሕ ንመጀመርያ ግዜ ድሕሪ ምሕባሮም ማልት እተን ከም ክልተ ሃገራት ምዕራብ ጀርመንን ምብራቕ ጀርመንን ዝፍለጣ ዝነበራ ክልተ ጀርመን ኣብ ሽሕን ትሽዓተ ሚእትን ሰማንያን ትሽዓተን ሓደ ሃገር ካብ ዝኾና ናይ ተጠንቀቕ ዘመልክት ሓበሬታ ንመፈተኒ ብድምጺ ክስማዕ እዩ። ኣብዛ መዓልቲ እዚኣ ብሓባር ኣብ ምሉእ ጀርመን ብኤፕ ናይ ተሌፎናት ሓበሬታ ክመሓላለፍ'ዩ፣ ሓባሪ ድምጺ'ውን ክስማዕ'ዩ፣ ራድዮታት መደበን ኣቋሪጸን ናይ ተጠንቀቕ ሓበሬታ ከመሓላልፋ'የን፣ ኣብ ዝተፈላለየ ዲጂታል ሰሌዳታት'ውን ሓበሬታ ክረኣ'ዩ፣ እቲ መንግስቲ ጀርመን ነዚ ዝምልከት ብወኪሉ ገይሩ ዘመሓላለፎ መልእኽቲ ከኣ ነዚ ይመስል። እንድሕሪ ደኣ ኣብ ዕለት ዓሰርተ ሰፕቴምበር ኣብ ኩሉ ድምጺ ሓበሬታ ዋዕዊዑ፣ እቲ ክትሰምዖ ዝጸናሕኻ ሬድዮ ከኣ መደቡ ኣቋሪጹ፣ ንስኹም ክትስንብዱ የብልኩምን። ኣብ ዕለት ዓሰርተ ሰፕቴምበር እቲ ንፈለማ ግዜ ኣብ መላእ ሃገር ዝግበር ናይ መጠንቀቕታ ሓበሬታ ዝወሃበሉ መዓልቲ እዩ። እዚ ከኣ ናይ ፈተነ መላመዲ ሓበሬታ ማለት'ዩ። ስለምንታይ ከምዚ መዓልቲ'ዚ ይግበር ኣሎ? ሕማቕ ኩነት ኣብ ዘጓንፍ፣ ናይ ማይ ምዕልቕላቕ፣ ሕማቕ ወይ ዘርን ብርቱዕ ሓዊ ምስ ዝህሉን ብህጹጽ ሓበሬታ እንተ ተመሓላሊፉ ህይወት ሰብ ክድሕን ይኽእል እዩ። ቅድሚ ኩነት ቀልጢፉ ዝተሓበረ ንዕኡ ንውልቁ፣ ንስድርኡን ነዕሩኽቱን ናብ ውሑስ ቦታ ክወስዶም ይኽእል እዩ። ኣብዛ ናይ መጀመርያ ናይ መጠንቀቕታ ሓበሬታ ዝወሃበላ መዓልቲ ኣተኩሮና ነዚ ዝስዕብ እዩ፣ ንሱ ኸኣ ሕማቕ ኩነት ኣብ ዘጓንፍ ብኸመይ ንስኹም ክትሕበሩ ትኽእሉ ዝብል እዩ። ካብ ኩሉ ኸኣ በየናይ መንገዲ እቲ ሓበሬታ ኣባኹም ይበጽሕ እዩ። እዩ። ኣብዚ ግዜ እዚ ከምቲ ናይ ቀደም ናይ ድምጺ መሐበሪ ዋዕዋዕታ ኣብ ናሕሲ ናይ ምምሕዳር ናይ ቦታኻ ጥራሕ ኣይኮነን ዘሎ። ናይ መጠንቀቕታ ሓበሬታታት ብዲጂታላዊ መርኣዪ ቦታታት ውን ክረኣዩ ይኽእሉ እዮም። ኣብ ርእሲ እዚ ውን መንገድታት ኣለኩም ናይ ውልቅኹም ሓባሪት ኩሉ ግዜ ኣብ ጁባኹም ምሳኹም ክትማልእዋ። ንሱ ከኣ እንድሕሪ ደኣ ሓንቲ ናይ መጠንቀቕታ ሓባሪት App ብምውራድ ከተተግብርዎ ትኽእሉ ኢኹም። እታ ኦፊሻል ናይ ጠንቃቓ ሓባሪት App ናይ መንግስቲ ኒና ትበሃል። ኒና ከኣ Notfall Hadega Informations Habereta und Nachrichten፣ ዜና፣ App ማለት እዩ። እዚ ኩሉ መታን ከይርሳዕ ከኣ ብሃገርን ኣውራጃን ወረዳን ደረጃ ካብ ሕጂ ንደሓር ዓመት ዓመት ሃገር ሙሉእ ናይ መጠንቀቕታ ሓበሬታ መዓልቲ ከካየድ እዩ። እቲ ዝካየደሉ መዓልቲ ከኣ ኩሉ ግዜ ኣብታ ካልኣይቲ ሓሙስ ኣብ ሰፕቴምበር እዩ ዝኸውን። እቲ ናይ መጠንቀቕታ ሓበሬታ መዓልቲ ብኸመይ እዩ ክካየድ? ኣብ ዕለት ዓሰርተ ሰፕቴምበር ሰዓት ዓሰርተ ሓደ ቅድሚ ቀትሪ ኣብ ሙሉእ ጀርመን እቲ ናይ ፈተነ መላመዲ ሓበሬታ ዋዕዋዕ እዩ። እዚ ክኸውን ከሎ እቲ ናይ ተጠንቀቕ ሓበሬታ ናብ ኩለን ነዚ መጠንቀቕታ ከባዝሓ ዝኽእላ ከም ናይ ሬድዮ መመሓላለፍትን ናብ ኤፕ ሴርቨራትን ይስደድ። እዚኤን ከኣ ብሬድዮን ብቴሌቪዥንን መጠንቀቕታ የመሓላልፋ። እቲ ናይ መጠንቀቕታ ሓባሪት ኤፕ ሚና ዘውረደ ከኣ ነቲ መጠንቀቕታ ኣብ ተሌፎኑ ይመጾ። ማዕረ ማዕረኡ ከኣ እተን ኣውራጃታትን ወረዳታትን ከተማታትን ናይ ድምጺ መሐበሪኤን ይውልዓ። ኣብ ርእሽኡ ከኣ ብተሽከርከርቲ ጌረን ብማይክሮፎን ኣብ ጽርግያታት ክሕብራ እየን። ዝያዳ ሓበሬታ ብዛዕባ እዚ ናይ መጠንቀቕታ ሓበሬታ መዓልቲ ክትፈልጡ እንተደሊኹም ንዕኡ ዝምልከት ኢንፎርሜሽን ኣብ www ነጥቢ Bundesweiter minus Warntag ፑንክት ዲኢ ወይ ከኣ ኣብቲ ምምሕዳርኩም ክትረኽቡ ትኽእሉ ኢኹም።